ለማዓንቲ ጸሎት ብምግባርና ወይ ከዓ ጸሎት ብምዝውታርና እንስእኖም ነገራት እየ ክነግረኩም ማለት እዩ ቅዱሳን ዝኾንኩም ዝፈጸምኩም ዝበቕዓኹም በቃ ምንም ነገር ዘየድልየኩም ተሃሊኹም ከይትመፁ ናብዚ ኢሎሞ እንታይ ገብረልኩም ኢየሱስ ክርስቶስ እግዚኣብሔር ብሰለስተ ነገራት ይፍትነና ይብሉ ፖፕ ሽነዳ ጸሎት ክንገብር ከለና ሲ ሓሳብና ይብተን፣ ኣካልና ጥራሕ እኒኦ፣ ኣፍና ጥራሕ የንብብ፣ ሓሳብና ግን ኣብ ኻሊእ እዩ። በቃ ኣብ ኻሊእ ሓሳባት ዝሓለፈ ሓሳባት በቃ ሓሳብና ላተበተነ ኣብና ና ታይ ትጸገም ኣነ ዝተምሃርክዎ ኣነ ዝፈልጦ ክርስትያን ኮይኑ ካብ ቁርባን ተፈልዩ ህይወት የብሉ። ሲጀመር ኣሕና ክርስትያን ኢና ክንብል ከለና ካብ ቁርባን ተፈሊና ሂወት ንነብር ተኾይና ኣበይ ኣሎ ክርስትናና? ሓደ ክርስትያን ክርስትያን ዘብሎ መን ድዩ? ክርስቶስ እዩ ወዶ ስለዚ እንታይ ኢልና ኢየሱስ ክርስቶስ ካብ ኣብ ወንጌል ዮሃንስ ክናገር ከሎ እንታይ ዲሉ ስጋይ ዝበልዐ ደመይ ዝሰተየ ኣነ ኣብኡ ክነብር እሱም ኣባይ ክነብር እዩ ወሎ I will abide in him sorry ነዚ ትርጓሜ ቀጥታ ትርጓሜ ዝትርጉሞ ሜቢ ከምኡ ዘይክብል ይኽላል ናይ ትግርኛ መጽሓፍ ቅዱስ ግን ብእንግሊዝኛ ሕታ ይብል I will abide in him and he will abide in me ወሎ ሶ እዚ ቃል ኪዳንዚ ዝሃበና እሱ ኣማና ክንነብር ምስ እግዚኣብሔር ዘለና ዩኒየን ኪምዩን ኮይንና ሓቢርና ክንነብር ብሕብረት ንእግዚኣብሔር ዝሃበና ሓንቲ ነገርና ሓንቲ ነገር ብቻ እያ ወዶ ቁርባን እያ እቲ ዝለዓለ ትቀድ ንምንታይ ዲና ላይክ ነው ቅድሚ ቀዳም ምሸት ሰርክ ጸሎት ንጽሊ ማህሌት ንቐውም ኪዳን ንጽሊ ካብኡ ቅዳሴ መወዳእታታ ኢና ንረክብ ቅዱስ ቅርባን ሰዚ ኩሉ እኮ ቅድመ ዝግጅታት እኮ እዩ ነፍስና እኮ እትዘጋጀ ዘላ ሰርክ ጸሎት ሲና ማህሌት እንደገና ንዝምረሉ ካብ ሚስና ኪዳን ንጽሊ ካብ ቅዳሴ ንኣቱ ካብ መንፈስ ቅዱስ ይወርድ ነቲ ዝተቐረበ መስዋእቲ ናብ ኣማናዊ ስጋና ኣማናዊ ደሙ ይቕይሮ ማለት እዩ ከምዚ ኩሉ ተቀይሩ ዘሎ ታይ ክከውን እዩ ኣሓና ክንበልዖ እና ክንሰትዮ ኢና ኣንሕና መን ክርስትያን ዝኮና ክርስትያን ዝኮና ብንስሓ ተሓጺብና ድልዋት ዝኮና ንክርስቶስ ክንበልዕ ክንሰቲ ነገር ግን ቅዱስ ንቅዱሳን ክብል ከሎ ክመጽእ ከሎ ቅዱስ እግዚኣብሔር ቅዱሳን ከዓ መን እዮም ተልና ቅዱሳን ኢልና ስለ ዝሓሰብና ይኹንና ናብ ቅዱስ ቁርባን ንቐርብ ግን ንስሃ ኣትዮም ተዳልዮም እንታይ ዝበሉ ኣና ይግብእንን ኣነ ኣይግበእን ብምሕረትካ ተቐበለኒ ዝብሉ ማለት እዩ እና ዝኾነ ኣቡና ቢሾያል ኣንቶኒ ዝበሃሉ መነኩሴ ካህን ኣለዉ ናይ ቅዱስ ኣንጦኒዮስ ገዳም እዮም ሓደ ግዜ ከምዚ ዓይነት ጸገማት ሓደ ቤተ ክርስትያን ነይሩ ውፅኡ ኢሎም ቅዱስ ቁርባን ክቕርቡ ምስ ወፁ እንታይ ኢሎዎም እቶም ህዝቢ ቅዱሳን ዝኾንኩም ዝፈጸምኩም ዝበቕዓኹም በቃ ምንም ነገር ዘየድልይኩም ተሃሊኹም ከይትመፁ ናብዚ ኢሎሞ ታይ ገብረልኩም ኢየሱስ ክርስቶስ ኢየሱስ ክርስቶስ ቅዱስ እዩ ቅድስና ንዝደሊ ሰብ ናቱ ቅድስና ንክህብ እዩ ዝመጽእ ግን ናይ ክርስቶስ ቅድስና ንደሊ ኢና ደካማታት ኢና ናቱ ሓገዝ የድልየና እዩ ናህና ቅድስና ክርስቶስ እዩ ትብሉ ተሃሊኹም ግን ተነሳኹም ሓጢኣተኛታት ንዑ ኢሎም ጸዊዖሞ ሶ ንምንታይ እዛ ኩሉ ዝርዝር ዘለኹ እታ ክብረ ንጽህና ኣሰኣነት ጓልሲ ክትቆርብ ትኽእል እያ ሲጀመር ኣብ ቁርባን ክትህሉ ነይርዋ ድሓር ግን ፈተና ኣጋጢሞ ኣብ ፈተና ተወደቐት ብዝሙት ተወደቐት ተሲኣ ንስሃ ኣትያ ዝገበረቶ ጥፍኣት ተረዲእዋ ኣምላኸ ይቕረ በለኒ ዝሃብካኒ ክብሪ ጸጋ ስኢነዮ ኣለኹ ይቕረ በለኒ ካብ ብሕጂ ግን ብንጽህና ክነብር ከም ቅዱስ ሱዛና ክዋጋ እየ ኢላ ንስሃ ኣትያ ብልባም ወሲና ማለት እዩ ኣብዚ ሓጢኣት ከይትኣቱ ተመሊሳ ወሲና ናብ ኣቦኣ ንንስሃ ኣትያ ካልኣይ ትቆርብ ትኽእል ዶ? ያ ትቆርብ ትኽእል እያ ሚእቲ ፐርሰንት ኢለኩም እኮ ክርስትያን ሲ ካብ ቁርባን ተፈልዩ ህይወት የብሉን። ቁርባን ንዓና ዝተዋህበና ኩሉ ሻዕ ቁርባን ክንነብር ኢና ወይ ትምርዖ ከለኻ ትወስዶ ወይ ኣብ ዝኾነ ታይማ ህይወትካ ትወስዶ ወይ ምስ ኣረካ ትወስዶ ነው ኣይኮነን ንኸምኡ እዩ ዝኹሉ መስዋእቲ ከፊሉ ኢየሱስ ክርስቶስ እዚ ኩሉ መስዋእቲ ዝኸፍሉ ንዕኡ እዩ መፂኡ ክምለስ መፂኡ ክምለስ መፂኡ ክምለስ ንዓ ንብሎ ከለና ሽል ይመፅእ ኣለዎ ዶ እምቢሉ ይፈልጥ ድዩ ቅዳሴ ክርስቶስ እምቢሉ ይፈልጥን ይመፅእ ኣሎ እሱ ይቕርቦ ኣሎ ዝብላዕ ንሕና ግን ከይበላዕና ንወፅ ኣለና እዚ ፌር እዚ ኩሉ መስዋእቲ ከፊሉ ንሕና ክንበልዕ ክንድሕን እሱ ተሃንጥዩ ምሳና ክነብር ኢሉ ክንበልዖ ክንሰትየሉ ተሰዊኡ ተሰዊኡስ ካኣ ንሕናስ ኣይ ኖ ኖ ክብርዕ ከለኹ ድሓር ድሓር ክኣርግ ከለኹ ንብሎ ከለና ሪሊ እዚ ሪስፔክት ክብሪ ድዩ ንእግዚኣብሄር ክብሪ ድዩ ንእግዚኣብሄር ከይንታለል ነኽብሮ ዘለና መሲልናስ ዋ የ ኣነ እኳ ከምዚ ኢለ ክቆርብ ኣምስ ኣረግ ክቆርብ ክብሪ ይኮነን ዓክሽሊ ኣየቁርበኒ ኢልና ንሓስቦ ነገር መስዋእት ገይርና ክንቆርብ ከለና እዩ ክብሪ ንእግዚኣብሄር ንከይቆርብ ዝእግደኒ ነገር እንታይ ኣሎ ኢልና ንጽሓፎ እሞ ካብኡ ንምረጽ ክርስቶስ ዶ ክመርጽ ወይስ እዚ እየ ክመርጽ ከይቆርብ እንታይ ይእግደኒ ንጽሓፎ ካብኡ ንመን እየ ክመርጽ ንዚ ድየ ክመርጽ ወይስ ንክርስቶስ እየ ክመርጽ ኢልና ውሳኔ ንግበር ኣናፍኮርስ ክርስትያን ኮይኑ ብክርስቶስ ዝኣምን ናይ ክርስቶስ መስቀል ዝርድኦ ሓጢኣት ይኹን ኤኒቲንግ መሰናኽል ዝኾኖ ነገር ካብ ክርስቶስ ብላዕሊ ይመርጽ ኢለ ክኣምን ንዓይ ይኸብደኒ እዩ። ብጣዕሚ ብዙሓት ሰባት ዝሓተትኩምን ሕቶ እዩ ሐዚ ሒዘልኩም መፅኦ እኒኹና እሱ እንታይ እዩ ፀሎት ክንገብር ከለና ሲ ሓሳብና ይብተን ኣካልና ጥራሕ እኒኦ ኣፍና ጥራሕ የንብብ ሓሳብና ግን ኣብ ኻሊእ እዩ በቃ ኣብ ኻሊእ ሓሳባት ዝሓለፈ ሓሳባት በቃ ሓሳብና ላተበተነ ኣብና እና እንታይ ትፀገም ከመይ ኢና ክንፅሊ ንኽእል ኢልኩም ዝሓተትኩም ንሰባት ማለት እዩ እቲ ናይ መጀመርያ ፀገም እንታይ እዩ ናይ ዲያብሎስ ናይ ሰይጣን ፈተና እዩ ምክንያቱ ሰይጣን ምስ እግዚኣብሔር ክትነጋገሩ ናብ እግዚኣብሔር ክትምለሶ ይደሊ ክተምልጥዎ ይደሊ ስለዚ ወጥመድ ይእልሸልኩም ማለት እዩ ሓሳብኩም ክብተን ይገብሮ ማለት እዩ ስለዚ ተስፋ ክትቆርፁ የብልኩም ተኣም ትገብሩ ክትጅግኑ እኒኦኩም ማለት እዩ እሱ መረብ ትልእኸልኩም ተሎ ልኣኻትም ልሕዝ መሻግን ትልእኸልኩም ተሎ ማለት እዩ እምቢ ኢልኩም ስኻትም እውን ሓሳብኩም ክትስብሱ ትምክሩ እኒኦኩም ማለት እዩ ኣነ ሓሳብ ኢላ ተበተነ ክፅለ ይኽእል ኢልኩም ግን ተስፋ ትቆርፆ ይብልኩም እቲ ካልኣይ ሃሙ ዝገብረኩም ለታ እዩ ሓሳብኩም ኩሉ ብዓለማዊ ሓሳብና ኩሉ ብዓለማዊ ነገር ልመለእ እንድሕር ኮይኑ ብደርፊ ብሕሉፍ ታሪክና ስኢሉ ሕማቕ ነገር ስኢሉ ብኡ ነገር ንጭነቕ እንድሕር ኮይና ኣእሙረና ሙሉእ ሕማቕ ነገር እንድሕር ኮይኑ ልመልአ ማለት እዩ ዓለማዊ ነገር እንድሕር ኮይኑ ልመልአ ማለት እዩ እቶም ነገራት እቶም ሕሉፍ ታሪክና ዝተፈላለየ ነገራት ላመፀ ይርብሸና ማለት ይኽተለና ማለት እዩ ስለዚ እንታይ እንታይ ኢና መፍትሒኡ ኸ እንታይ ኢና ክንገብር ዝግበአና ከምዚ ሓሳብና ትብተን ተሎሲ እንታይ እንታይ ኢና ክንገብር ልግበእና ግዜያዊ መፍትሒ እስቲ ንገረና ለወልኩምኒ ብርግፅ ካሊእ መዓልቲ ዋላ ስፍሕ ብለለ መንገዲ ክንመፆ ኢና ሓፂር መፍትሒ ግን ክትገብርዎ ልግበእኩም ኣለ ሓሳብኩም ኣብ ፀሎት ትብተን እንተሎ ክትገብርዎ ልግበእኩም ሓደ ሰለስተ ክነገረኩም እቲ ናይ መጀመርያ እንታይ እዩ ቅድሚ ፀሎት ምጅማርኩም ክትዳለዩ እኒኦኩም ዝግጅት ክትገብሩ ምጽእ ኢልኩም ክውድ ኢልኩም ናብ ጸሎት ጅምር ማለት ዘይኮነሲ ርግዕ ኢልካ ከፍ ኢልካ ኣእምሮኻ ተእምኖ ሕዚ ምስቲ ፈጣሪ ዓለማት ምስ ክርስቶስ መድሃኒ ኣለም ምስቲ ዘድሕነኒ ክርስቶስ ምስ ንጉሰ ነገስታት ምስኡ ክዕልል እየ ምስኡ ከውግዕ እየ

ዋላ ኣብ ፍርቂ ጸሎት ምስ በጻሕና እንደገና መይሱ ተተረብሽና ወይ ከኣ ሓሳብና እንድሕር ናብ ካልእ ከይዱ እሞ ዳሕራይ እንድሕር ኣስታዊስናዮ ፍርቂ ምስ በጻሕና እንድሕር ኣስታዊስናዮ ኣይንጨነቕ ኣይንረበሽ እንታይ ክንገብር እኒኤና ማለት እዩ በስመ ኣብ ወልዶ መንፈስ ቅዱስ ኢልና ኦ እግዚኣብሔር ኣምላኻ ይቕረ በለለይ ኢልና ኣማዕቲብና ማለት እዩ ካብታ ለቋረጽናያ ጸሎት ጀሚርና ክንጽሊ እኒኤና ተረጋጊዕና ማለት እዩ እግዚኣብሔር ኣምላኽና ይፈልጥ እዩ እንታይ ሃም ለጋጥመና ይፈልጥ እዩ እንታይ ሃም ለጋጥመና እውን ቀዲሙ ይፈልጥ እዩ ናይ ዲያብሎስ ፈተና ከም ዘሎ ይፈልጥ እዩ እሱ ጥሒስና ክንሓልፎ ግን ብርትዕ ይበና እዩ እሱ ማለት እዩ ስለዚ ኣማዕትዩና ንኡ እግዚኣብሔር ኣምላኽ ይቕረበለለ ኢልና ማለት እዩ ካብታ ለቋረፅናያ ፀሎትና ክንውድእ እኒኤና ማለት እዩ እቲ ሳልሳይና ና መጨረሻ እንታይ ኢና ክንገብር ዝግበአና ማለት እዩ ድምፂ ብዘለዎ ዓውታ ድምፂ ብዘለዎ ምፅላይ ሸምዲድና ብምሓዝ ቃል እግዚኣብሔር እቲ መዓልታዊ ፀሎት እኒኦ ፀሎት ዘዘውትር ማለት እዩ ውዳሴ ማርያም ቅዳሴ መዝሙረ ዳዊት እዚኦም እንድሕር ሸምዲድና ሒዝናዮም እንድሕር ብኣእምሮና ሒዝናዮም ማለት እዩ ኩሉ ግዜ ዓው ኢልና ንጽሊ ድምፂ እናውፃእና እንድሕር ፀሊና ኮይና ህሊናና ንምስብሳብ ሓሳብና ንምስብሳብ ብጣዕሚ እዩ ዝጠቕመና ማለት እዩ ስለዚ ዓው ኢልና ኣቡነ ዘበሰማያት ይትቀደስ ስምከ ትብል ተለና ሓሳብና ናይ ምስብሳብ ዓቕሙ ዝለዓለ ይኾን ማለት እዩ እና ብሩኻተይ ጸሎት ክንገብር ከለና ኣብ ማንኛውም ግዜ ኣብ ማንኛውም ሰዓት ጸሎት ክንሓድግ የብለይ ማለት እዩ እግዚኣብሄር ትለለናዮ ግዜ ትለለናዮ ፈተ ትለለና ፈተና ትለለና ቦታ ኣብ ምንታይ ቦታ ነና በተለይ ስደት ለለኽን ኣሕዋት እቲ ሓሳብ እዚ ብጣዕሚ ብዙሓት ሰባት ዝሓተቱኒ ሰባት እኒው ማለት እዩ ሓተትክና ቆልዑ እውን ኣለኽንና ኩሉ ግዜ ብሩኻት እንታይ ኢኽን ክትገብራ ዝግበእክን እግዚኣብሄር ኣብ ስደት ሃምለህላውኽን ሃምለለኽን ይፈልጥ ዓብዩ ጸሎት መጽሓፍ ሒዝኽን ጠጠው ኢልኽን ክትጽልያ እግዚኣብሔር እዩ ዝጽበየካ ካባኻትም ኣቡነ ዘበሰማያት እንድሕር ሸምዲድኽና ኣብ ሰማይ ትነብሩ ኣቦና ትብል ጸሎት እንድሕር ሸምዲድኽና ኮይንኽን እሳ ጸልያ ብልቦናኽን ኦ እግዚእየ ኢየሱስ ክርስቶስ ኦ ኣምላኸይ ኦ መድሓንየ ኢየሱስ ክርስቶስ መሓርኒ እትብል ቃል ሓዛ ሸምድዳ ካብኡ ደጋግሞ እሱ ኣነ ሓጢኣተኛ እዩ መሓረኒ ይብል ደጋግሞ እሱ እዩ እቲ ዋና ናይ ድሕነት ቃል ማለት እዩ እግዚኣብሔር ዘለናዩ ኩነታት ስለ ልፈልጥ ብታ ለለናያ ልክዕ እግዚኣብሔር ሊዓቕምና ኣይጥይቐናይ ማለት እዩ ታልሃበና እታ ትግበአና ግን እስኻ ንምንታይ እዙይ ዘይስራሕኻ በቢ መክሊትና ማለት እዩ ኣብ ስደት ለለና ኣብ ዓዲ ለለና ኣብ ዝተመቻቸ ናብራ ለለና ኣብ ሕማቕ ናብራ ኣብ ኢድ ሰብ ለለና ስለዚ እግዚኣብሔር ልዕሊ ሰባት ልሰባት ይርዳእ ልሰባት ይፈልጥ ማለት እዩ እና ብሩኻት እቲ ስደት እውን ቅድመ ክንተሰዲቱ ስለ ልፈልጦ ናይ ስደት ጣዕሚ ናይ ስደት መራርነት ስለ ልፈልጦ ማለት እዩ ንኣኻትኩም እግዚኣብሔር ቀረባ እዩ እና እግዚኣብሔር ቀረባ ምዃኑ ፈሊጥኹም ጸሎት ኩሉ ግዜ ንጉሂ ምሸቲ ክትደጋግምዎ እኒኦኩም ብዘይ ምቁራጽ ማለት እግዚኣብሔር ኣምላኽና ኣብ ስደት ዘለኹም እውን ስደትኩም ኣሕፂሩ ናብ ገዛኹም ናብ ዓድኹም ክትሳለሙ ደጁ ደጀ ሰላሙ ክትሳለሙ እግዚኣብሔር ኣምላኽና ቅዱስ ፈቃድ ይኹነልና ኣብዚ ለለና እውን ብሰላም በእውነቱ ዓድና ትሕመስ ኣለና ብሰላም ህዝቢ ክነብር ህዝቢ እግዚኣብሔር ኣምላኹ ከመስግን እግዚኣብሔር ኣምላኽና ሰላማዊ ኣምላኽ እዩ እሞ እቶም መሬት ዘሎ መዓት እቶም መሬት ዘሎ ጦርነት ሓሶት ሓጢኣት ተሪሕቑ ኣብ ሰማይ ዘሎ ምሕረት የውርደልና ክብለኩም ደሊ እግዚኣብሔር ብሰለስተ ነገራት ይፍትነና ይብሉ ፖፕ ሸነዳ እቲ ናይ መጀመርያታ እዩ እትደልዮ ነገር፣ ዝጸለኻዮ ነገር ሂቡ ምስጋናኻ ይፍትኖ። እቲ ካልኣይ ነገር ድማ እትደልዮ ነገር ኣዘንጊዑ ትዕግስትኻ ይፍትኖ። እቲ ሳልሳይ ድማ እትደልዮ ነገር ኸሊኡ እምነትኻ ይፍትኖ ይብሉና ማለት እዩ። ብእውነቱ እቲ ፈተና እኳ እቲ ትዕግስቲ እኳ ዝኸብድ ነገር እንተኾነ ሽልማቱ ብኡ ላዕሊ ዝኸበደ ዝዓበየ እዩና ኩሉ ግዜ ክነመስግን ብእውነቱ እግዚኣብሔር ትምልሰልና ተሎ ነመስግን ድሕና ለባዕልና ህይወት ኢና ክነምፀል ግበአና ማለት እዩ መጀመርያ ትበና ተሎ ጸሎትና ትሰምዐና ተሎ እንታይ ንገብር ሕና ነመስግን ዶ ተመስገንካ ኢልና የንፈልጥ ዶ ሓና እኮ ንፍለጥ ኢና እኮ ሓዘን ሓዘንና ምስ እግዚኣብሔር ሕሊፍና ኣብ ደስታና ምስ ዓለም ኢና ንሕልፎ ምስ መስተ ኢና ንሕልፎ ምስ ጭፈራ ኢና ንሕልፎ ስለዚ ደስታና ፍጹም ዘይኮነሉ ሙሉእ ዘይኮነሉ ምክንያት እውን በዓልና ኢና ንገብሮ ኣለና ማለት እዩ ስለዚ ኩሉ ግዜ ሓዘናይ ደስታናይ ኩሉ ግዜ ትምቸና ተለይ ትጽገመና ተለይ ትጠመተልናይ እትጸግብ ተለናይ ትሓዝን ተለና ትሕጎስ ተለና ምስ እግዚኣብሔር ክንሐልፎም ዝግበአና ክነመስግን ከም ዝግበአና ጸሎትና ትደልዮ ነገር እንደልዮ ነገር ተደንጎየና ተለ ድማ ንዓና ንክንዘጋጀ ንክጠቐመና ስለ ዝኾነ ሽዑ እውን ብትዕግስቲ ክንጽበዮ ትዕግስተኛታት ክንኾን ትዕግስቲ ክምህረና ስለ ልደለየ እዩ ማለት እዩ እቲ ሳልሳይ ድማ ትኸለና ተለ ድማ ስለ ለይጠቕመና እዩ ንዓና ከጥፈአና እንድሕር ኮይኑ እግዚኣብሔር የበና ካብኡ ልሐሸ እኒኤኒ ንኣኻትኩም ልጠቅም ኣነ ዘዘጋጀኹልኩም ነገር እኒኤንና እሱ እዩ ቀይር ኣለወኩም እቲ ላእኻትም ለሸልም እቲ ላእኻትም ነፃነት ዘብሁ እቲ እናእኻትም ዘድሕን እየ ዘበኩም ኢሉ ይድበናና ብእውነቱ እግዚኣብሄር ካባና እናዕሊ ስለዝሓስበልና ማለት እዩ ኩሉ ግዜ እግዚኣብሄር ካብ ምምስጋን ትምቼና ተሎ ጥራሕ ዘይኮነ ኩሉ ግዜ ኣብ ግዜኢ ብለይ ግዜኢ ኣብ እግዚኣብሄር ንበር ኣብ ቤት እግዚኣብሄር ንበር ከም ዝበሎ ቅዱስ ጳውሎስ ንጢሞቴዎስ ማለት እዩ ሓና እውን ኩሉ ግዜ ንምስጋና ሰዓት የብሉ ንምስጋና ግዜ የብሉ ኩሉ ግዜ ክነመስግን ቃትሪ ምሸቲ ኩሉ ግዜ ከነመስግን ከም ዝግበና ይነግረና ኣሎ ማለት እዩ እና ብሩኻት ኣመስጋነይ ልቦና ይዓድለና ለማዓንቲ ጸሎት ብምግባርና ወይ ከዓ ጸሎት ብምዝውታርና እንስእኖም ነገራት እየ ክነግረኩም ማለት እዩ ሓደ ሃፍታም ንሓደ ኣብ በረኻ ዝነብሩ መነኩሴ ማለት እዩ ከምዚ ኢሉ ሓቲትዎ ኩሉ ግዜ ጸሎት ብምግባርኩም ኩሉ ግዜ ጸሎት ብምዝውታርኩም ሲ እንታይ ረኺብኩም ወይ ከዓ እንታይ ተጠቒምኩም ኢሉ ሓቲትዎም። እሶም እንታይ ኢሎም መሊሶምሉ? ንእሽተይ ሕስብ ምስ ኣበሉ ማለት እዩ ጸሎት ገይረ ካብ ዝረኸብክዎ ዝነግረካሲ በቃ ዝሰኣንክዎ ዝጎደለኒ ነገር ክነግረካ ጸሎት ብምዝውታሪ ዝጎደለኒ ነገር ክነግረካ ኢሎሞ ማለት እዩ። እቲ ሃፍታም ሰብኣይ ድማ ጸሎት ብምግባር ምኾን እንታይ ስኢኖም ኾኑ ኢሉ ብኣግራሞት ኩሉ ኣካላቱ እዝኒ ገይሩ ማለት እዩ ከዳምፆም ጀመረ። ጸሎት ብምግባር ነይ ወይ ከዓ ኩሉ ግዜ ጸሎት ብምግባር ምስ እግዚኣብሔር ብምንግጋር ዝሰኣንክዎም ነገራት እቲ ሓደ ጭንቀት ስኢነ፣ እቲ ካልኣይ ብሕታውነት ወይ ከዓ ብቸኝነት፣ እቲ ሳልሳይ ድማ ምፍራሕ ፍርሒ ስኢነ እዚኦም ኩሎም ዝበሃሉ እዞም ፍርሒ፣ ጭንቀት፣ ብሕታውነት ዝበሃሉ ነገራት ስኢነ ብሰላም ኣብ ሰላም ኣብ ናይ እግዚኣብሔር ሰላም ኣብ ናይ ውሽጢ ሰላም ይነብር ኣለኹ እዚኦም ኩሎም ስኢነሲ ብሰላም ይነብር ኣለኹ ኢሎም ናይ ህይወት ስንቂ ኣምሂሮም ሰዲዶሞ ይብለና ማለት እዩ ስለዚ ንሕና እውን ብሩኻት ኣሕና ካብዚ እንታይ ኢና ንምሃር ማለት እዩ ሰብ ተጨኒቐ ትብል ተሎ ሰላማዊ ኣምላክ እቲ ናይ ልቦና ሰላም እቲ ናይ ውሽጢ ሰላም ክርስቶስ ስለለይ ሓዘ እዩ በይነይ ኮይነ በይነይ ኮይነ ላበለላ ተጨነቐ ነብሱ ለጥፍእ እኮ ሰብ ብዙሕ እኒኦ እዩ እግዚኣብሄር ዝኣክል ጎይታ ሰማይና ምድሪ ዝሓዘ ጎይታ ሒዝካ በይነይ ኮይነ ትብል ተለካ እኮ ስንፍናካ እዩ ዝገዝእ ማለት እዩ። ምስ ሰብ ትኾን ተለና ሰብ እኒኤና ንብል፣ ምስ ክርስቶስ ሃሊና ግን ሰብ የብልናይ ኢልና ንጭነቕ ሰባት፣ ብሕታውነት ዝስምዐና ሰባት ብዙሓት ኢና። ሳልሳይ ድማ ንፈርሕ ሰባት እውን ብዙሓት ኢና። ፍጹም እንታይ ይብል መጽሓፍ መጽሓፍ ቅዱስ ይብለና? ፍጹም እምነት ንፍርሒ ኣውጽኢ ድርቢ እምበይ ኣብ ፍቕሪ ፍርሒ የለይ ይብለና ማለት እዩ። ስለዚ ንሕና እውን እግዚኣብሄር ብደንቢ ጌርና ስለ ዘይነፍቅሮ ኣመናዊ ፍቕሪ ስለ ለይብልና ኢና ንፈርሕ እምበይ እግዚኣብሄር ነፍቅሮ እንድሕር ኮይና ኣብ እግዚኣብሄር ፍርሒ የለይ እግዚኣብሔር ዝኣክል ጎይታ ሒዝኻ ፍርሒ ከም ዘየለ ክንፈልጥ ነርና ማለት እዩና ኩሉ ግዜ እዚኦም ኩሉ ግዜ ብፀሎት እግዚኣብሔር ምስ እግዚኣብሔር እናጋግር እንድሕር ኮይና እዞም ነገራት እዚኦም ካባና ይወፅሞ ብፍፁም ሰላም ብፍፁም ፍቅሪ ብፍጹም ትዕግስት ማለት ምስ እግዚኣብሄር ምንባር ንጅምር ማለት እዩና እዚ ይብለና መጽሓፍ ቅዱስ ወይ ከዓ ኣቦታትና እዚ ይምህሩና ጸሎት ብምግባርና እውን ምስእኖም ነገራት ካብ ንረኸቦም ነገራት ምስእኖም ነገራት ሕማቕ ሕማቆም ስኢና ጽቡቕ ጽቡቑ ንረኸበሉ ምሂሮምና ማለት እዩ ሰላምኩም ይብዝሐለይ ሰላም መዓልቲ